ዕዙዝ ሰላምታና ተቐበሉ ናይዛ ዩቱብ ቻነል ተዓዘብቲ ከመይ ትጸንሑ ነዚ እዋን ዘደለናዮም ዜናታት ሒዘልኩም ቀሪባ ኣለኹ ንምክታልኩም ብኸብሪ ዕድም ክቡራት ተዓዘብቲ ብርክት ዝበሉ ሓበሬታታት ናብ ዩቱብ ምስ ትጸዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ንኽበጽሓኩም ዜናታት ብእዋን ንኽትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ። ሰበይቲ ወዲ መዋቲ ራይላ ኦዲንጋ ዝኾነት ኤርትራዊት ናይ መዋቲ ወዱ ሃብቲ ንምውራስ ሕቶ ኣቕሪባ። ናይ ኬንያ ጋዜጣታት ከም ዝጸብጸብኦ እዛ ኤርትራዊት ልዋም ጌታቸው ትበሃል። ልዋም ናይ ራየላ ኦዲንጋ ናይ መጀመርታ ውላድ ዝኾነ ፊደል ኦዲንጋ ነበር በዓልቲ ቤቱ እያ። ፊደልን ልዋምን ኣብ ክልተ ሽሕን ዓሰርተ ክልተን ኣብ ናይሮቢ ተመርዕዮም ሓዳር ዝሓዙ ኮይኖም ድሕሪ መርዕኦም ድማ ኣብ ሓደ ዓመቶም ቆልዓ ክወልድ ክኢሎም ነይሮም። ይኹን እምበር ብዙሕ ዝተዘረበሉ ሓዳሮም ድሕሪ ክልተ ዓመታት ዝፈረሰ ኮይኑ ፊደል እውን ኣብ ክልተ ሽሕን ዓሰርተ ሓሙሽተን ብሃንደበታዊ ሕማም ካብዛ ዓለም ብሞት ተፈልዩ እዩ። ፊደል ብሞት ድሕሪ ምፍላዩ ብናይ ውርሲ ጉዳይ ብዙሓት ወጥርታት ተፈጢሮም ዋላኳ ተነበሩ ብፍላይ ናይ ሪል ስቴት ሃብቲ ልዋም ንክተመሓድሮ ከምዝተወሰነላ ይፍለጥ ሕጂ ድማ ካሊእ ናይ ውርሲ ሕቶ ምቕራባ ናይ ኬንያ ጋዜጣታት ጸብጺበን ኣለዋ ከምዝወጸ ጸብጻባት ናይታ ሃገር ወናኒ ናይ ዘይብሎም ንብረታት ምምሕዳር ስሳ ሸውዓተ ንብረታት ብዝምልከት ምልክታ ኣውጺኡ'ሎ። ካብዚኣቶም መንጎ ድማ ብስም ፊደል ኦዲንጋ ዝተመዝገበን ኣብ ባንኪ ገልፍ ኣፍሪካ ዝርከብ መጠኑ ዘይተፈልጠን ገንዘብ ይርከብ። ነዚ ንብረት ልዋም ይግበኣኒ ዝብል ሕቶ ከምዘቕረበት ድማ እቶም ፀብፃባት ገሊፆም ኣለው። እዚ ሕቶ ኣብ ጋዜጣ ዝወፀ ኮይኑ ኣብ ውሽጢ ሰላሳ መዓልታት ድማ ተቓውሞ ተዘይቀሪብሉ እቲ ገንዘብ ብስማ ከምዝዘዋወር ካብቶም ፀብፃባት ምርዳእ ተኻኢሉ ኣሎ። ነበር ቀዳማይ ሚኒስትር ኬንያ ራዮላ ኦዲንጋ ኣብ ዝሓለፈ ሰሙን ህይወቶም ዝሓለፈ ኮይኑ፣ ስነ ስርዓት ቀብሮም ድማ ብሰንበት ከም ዝተፈጸመ ይዝከር። ብኻሊእ ዜና ሓንቲ ቻይናዊት ካብ ፓሪስ ብዝተሰርቀ ዋጋ ሓደ ነጥቢ ሸውዓተ ሚልዮን ዶላር ወርቂ ተኸሲሳ። ሓንቲ ቻይናዊት ኣብ ዝሓለፈ ወርሒ ካብ ቤተ መዘክር ናቹላር ሂስትሪ ፓሪስ ብዝተሰርቀ ኣስታት ሓደ ነጥቢ ሸውዓተ ሚልዮን ዝዋግኡ ሽዱሽተ ዕቋር ወርቂ ተኸሲሳ ምህላዋ ኣኽበርቲ ሕጊ ፈረንሳ ገሊጾም። ነቲ ወርቂ ኣምኪኻ ክትቅይሮ ኣብ ዝፈተነትሉ፣ ኣብ ባርሴሎና ከም ዝተትሓዘት ድማ ሰበስልጣን ሓቢሮም። ኣላርም ካሜራታት ናይቲ ቤተ መዘክር ብናይ ሳይበር መጥቃዕቲ ከም ዝተዓጽወ፣ እቶም ሰረቕቲ ድማ ነዚ ዝፈልጡ ይመስሉ ክብላ ኣብቲ እዋን እቲ ማዕኸናት ዜና ፈረንሳ ሓቢረን ነይረን እየን። እቲ ቤተ መዘክር ብሓያሎ እንስሳታትን እኩብ ኣዕጽምትን እዩ ዝፍለጥ። ፖሊስ ኣብቲ ቦታ ጸራቢት ማሽን፣ መናፍሕን ከም ዝረኸቡ ገሊጾም። ወሃቢ ቃል ናይቲ ቤተ መዘክር ንጋዜጣ ለ ፊጋሮ ኣብ ዝሃቦ ሓበሬታ፣ እቶም ሸፋቱ ኣዝዮም ምኩራትን ጽቡቕ ሓበሬታ ዝነበሮምን እዮም ድሕሪ ምባሉ፣ ኣብ ክልተ ሽሕን ዕስራን ኣርባዕተን ኣብ ዝተገብረ ገምጋም፣ ሃጓፋት ጸጥታ ዘይተለለየ ጉድለት ከምዝመዝመዙ ገሊጹ። ሰራሕተኛታት ጽሬት ቅድሚ ምውግሖ ኣብቲ ቦታ ምስ በጽሑ እዮም ስርቂ ከምዝተፈጸመ ፈሊጦም። እቲ ቤተ መዘክር ኣካል ዩኒቨርሲቲ ሶርቡን ኮይኑ፣ ኣብ ጥቓ ጃርዲን ዳስ ፕላስ ኣብ ማእከል ፓሪስ ይርከብ ኢሉ። እታ ጥርጥርቲ ብ ሰላሳ መስከረም ብናይ ኤውሮጳዊ ትእዛዝ ማእሰርቲ ኣብ ትሕቲ ቀይዲ ከምዝኣተወትን ኣብ ተመሳሳሊ መዓልቲ ንፈረንሳ ከምዝተረከበትን ሰባት ስልጣን እታ ሃገር ገሊጾም ኣለዉ። ኣብ ዝተኣስረትሉ እዋን ኣስታት ሓደ ኪሎግራም ዝኸውን ዝመኸኸ ወርቂ ጸኒሕዋ፣ እቲ መርመራታት ድማ ይቕጽል ኣሎ ኢሎም። እታ ጓል ኣንስተይቲ ድሕሪ ገለ ግዜ ናብ ቻይና ክትከይድ መደብ ከም ዝነበራ ድማ ግምታት ኣሎ። ቅድሚ ሕጂ ሓደ ካብቶም ዝዓበዩ ዝተሰርቁ ዕቋር ወርቂ ሓሙሽተ ኪሎግራም ዝምዘን ካብ ኣውስትራልያ ዝተረኽበ'ዩ፣ ብናይ ሎሚ ዋጋ ወርቂ ድማ ኣስታት ሓሙሽተ ሚእትን ሰማንያን ሓሙሽተን ዩሮ ይትመን። ዳይረክተር ቤተ መዘክር ኢማኑዌል ስኮልዮስ ናበይ ከም ዝኸይድ ብልክዕ ምስ ዝፈልጥን ብቑዕ መሳርሒታት ምስ ዘለዎን ክኢላ ጉጅለ ኢና ገጢምና ዘለና ክብል ንፈረንሳውያን ጋለዘዜጠኛታት ገሊጹ። ኣብ ዝሓለፈ ወርሒ ንተለቬዥን ፈረንሳ ክልተ ኣብ ዝሃቦ መግለጺ ብፍሉይ ነቶም ነገራት እቲኦም ምውሳዶም ብኣጋጣሚ ኣይኮነን ኢሉ። እዚ ክሲ ሰረቕቲ ኣብ ቤተ መዘክር ሉቨር ኣትዮም ብዋጋ ዘይሽነን ዕንቊታት ዘውዲ ፈረንሳ ምስ ወሰዱ ድሕሪ ሒደት መዓልታት እዩ ዝቐርብ ዘሎ። ብሰንበት ሞያውያን ሰረቕቲ ናብቲ ዝበዝሐ በጻሕቲ ዘለዎ ቤተ መዘክር ዓለም ሸሊኾም ብምእታው ብስኩተር ቅድሚ ምህዳሞም ሸሞንተ ኣቑሑት ሰሪቖም ነቲ ስርሒት ክፍጽሙ ከኣ ሸሞንተ ደቓይቕ ዘይመልእ ከም ዝወሰደሎም ፖሊስ ገሊጹ እዩ። እቶም ኣቑሑት ተበታቲኖም ካብቲ ሓደጋ ዋጋኦም ኣዝዩ ብዝወሓደ ዋጋ ክሽየጡ ተኽእሎ ከም ዘሎ'ውን ክኢላታት ሓቢሮም ኣለዉ። ኣብ ዝሓለፈ ኣዋርሕ ኣርባዕተ ኣብያተ መዘክር ፈረንሳ ከም ዝተዘምቱ እውን ማዕኸናት ዜና ገሊጸን እየን። ብኻሊእ ዜና ግብጺ ኣብ ልኣላውነት ቀይሕ ባሕሪ ዘለዋ ኣቕዋም ኣሐይላ ኣላ። ኣብ መንጎ ኢትዮጵያን ኤርትራን ዘሎ ወጥሪ እውን ቀንዲ መዘራረቢ ጉዳይ ኮይኑ ቀጺሉ ኣሎ። ሚኒስተር ጉዳያት ወጻኢ ግብጺ በድር ዓብደላጢ፣ ቀይሕ ባሕሪ ናይ ምምሕዳር መሰል ኣብቲ ገማግም ባሕሪ ንዝርከባ ሃገራት ጥራይ ዝተወሰነ ከምዝኾነ ብጽኑዕ ምዝራቦም ኣብቲ ዞባ ሓድሽ መዘራረቢ ኣርእስቲ ፈጢሩ ኣሎ። እዚ መግለጺ ኣብ መንጎ ኢትዮጵያን ኤርትራን ወጥሪ ኣብ ዝነገሰሉን ወተሃደራዊ ግጭት ክውላዕ ይኽእል እዩ ዝብል ስግኣት ኣብ ዝሓየለሉን እዋን ምዃኑ ብፍሉይ ኣቓልቦ ብዙሓት ሰባት ስሒቡ ኣሎ። ተንተንቲ ፖለቲካ ከምዝብልዎ ናይቶም ሚኒስትሪ መግለጺ ብቐንዱ ንኢትዮጵያ ዕላማ ዝገበረ ኮይኑ ኢትዮጵያ ህንጸት ዓብዪ ግድብ ህዳሰ ምዝዛማ ስዒቡ ኣፍደገ ባሕሪ ዝብል ምንቅስቓሳት ኣብ ዝሓየለትሉ እዋን ዝመጸ እዩ ኢሎም። ሚኒስትር ዓብዲላጢ ነዚ ዝተዛረቡ ብሰንበት ኣብ ዝተኻየደ መበል ሓምሻይ ናይ ኣስዋን ናይ ልምዓትን ሰላምን ፎረም ኣብ ዝተኻየደሉ እዋን እዩ። ኣብቲ ዘተ በዓል ስልጣናት ሶማል፣ ሱዳንን ስዑዲ ዓረብን ከምኡ'ውን ናይ ሕብረት ኤሮጳን ባንኪ ዓለምን ወከልቲ ተረኺቦም እዮም። ቀይሕ ባሕሪ ናይ ምምሕዳር ጉዳይ ወነንቲ እቲ ገማግም ባሕሪ ናይ ዝኾነ ሃገራት ፈላማይን ብሕታውን ጉዳይ እዩ ዝበሉ እቶም ሚኒስትር ናይቲ ዞባ ድሕንነት ሃብትን ዘላቕነትን ናይ ምሕላው ሓላፍነት ዘለዎም ንሶም እዮም ክብሉ ወሲኾም። ካብ ድሕሪ ናጽነት ኤርትራ ኣፍደገ ባሕሪ ከም ዝሳነ ዝግለጸላ ኢትዮጵያ ኣብ ቂሕ ባሕሪ ዝነበራ ደጊማ ንምምላስ ድሌት ከም ዘለዋ ብዕሊ እናገለጸት ትርከብ። ብፍላይ ግድብ ህዳሰ ምስ ምምራቓ ነዚ ምቹእ ኩነታት ከም ዝፈጥረላ እያ ትኣምን ክብሉ ይገልጹ። ብምቕጻል ኣብ ቀረባ ሚኒስትሪ ጉዳያት ወጻኢ ኢትዮጵያ ኤርትራ ውዕሊ ሰላም ፕሪቶርያ ብምጥሓስ ናይ ኢትዮጵያ መረት ከም ዝሓዘትን ንዓመጽቲ ሓይልታት መሳርሒ ኲናት ተቕርብ ኣላን ብዝብል ብምኽሳስ ንውድብ ሕቡራት ሃገራት መንግስታትን ሕብረት ኣፍሪቃን ንኢጋድን መልእኽቲ ምልኣኾም ይዝከር እዩ። መንግስቲ ኤርትራ ብወገኑ ናይ ኢትዮጵያ ክሲ ግጭት ንምፍጣር ጽርግያ ዝጸርግን ዘጋጊ ዲፕሎማስያዊ ወፍሪ ብዝብል ነጺግዎ እዩ። ኣስመራ ብምውሳኽ ኢትዮጵያ ተተኻኢሉ ብሰላም ተዘይኮይኑ ብሓይሊ ክቆጻጸሮ ኢና ብዝብል ክትፍክር ምጽንሓን ነዚ እውን መሳርሒ ኩናት ክትድርዕ ምጽንሓን ገሊጻ እያ። እዚ ናይ ኢትዮጵያ ኣካይዳ ንኤርትራ ጥራይ ዘይኮነ ንግብጺ እውን ናይ መጠንቀቕታ ደወል ኮይኑ ኣሎ። ግብጺ፣ ኢትዮጵያ ናብ ቀይሕ ባሕሪ እትገብሮ ምንም ዓይነት ምትእትታው ብጽኑዕ ትቃወም። እቲ ምኽንያት ድማ ቀይሕ ባሕሪ ንግብጺ ወሳኒ ናይ ንግዲ መስመርን ንታ ሃገር ናይ ኣታዊ ምንጪ ወሳኒ ቦታን ዝኾነ ስዊዝ ካናል ቀንዲ መእተዊ በሪ ብምዃኑ እዩ። ካይሮ ኣብቲ ዞባ ዝፍጠር ዝኾነ ይኹን ናይ ባሕሪ ጸጥታ ለውጢ ናይቲ ዞባ ናይ ሓይሊ ሚዛን ከምዘዛብዕን፣ ናይ ገዛእ ርእሳ ናይ ባሕሪ ድሕንነት ንምቁጽጻር ዕንቅፋት ከም ዝፈጥረላን ትኣምን። ብፍላይ ብምኽንያት ግድብ ሕዳሰ ምስ ኢትዮጵያ ኣብ ሓያል ወጥሪ ኣብ ዘላትሉ ኣብዚ ሕጂ እዋን፣ ኢትዮጵያ ኣብ ቀይሕ ባሕሪ ወተሃደራዊ ትሕዝቶ ዘለዋ ጽልዋዊ ምሕደራ ንብሄራዊ ድሕንነታ ቀጥታዊ ስግኣት ከም ዝኾነ እያ እትቖጽሮ። ኣመዛዛሚ ናይቲ ዋዕላ ድማ ሚኒስትሪ ጉዳያት ወጻኢ ግብጺ ምስ ፍሉይ ልኡኽ ሕብረት ኤሮጳ ኣብ ዘካየድዎ ዘተ ሃገሮም ኣብ ቀርኒ ኣፍሪቃ ሰላም ንምስፋን ከም እትሰርሕ ገሊፆም ኣለው። ብኻሊእ ዜና መንግስቲ ብልፅግና ተዳኺሙ ዩ፣ ትካላቱ ውን ይፈራርሱ ኣለው ክብሉ ፖለቲከኛታት ገሊፆም። ኣብ ናይታ ሃገር ምስግጋር ስርዓት ዘድሃበ ዘተ ኣብ ኔዘርላንድ ተኻይዱ ኣሎ። ኣብ ዝሓለፈ ወርሒ ነሓሰ ኣብ ኣሜሪካ በዓል ልደቱ ኣያሌው፣ ጀዋር መሓመድን ፕሮፌሰር ህዝቅኤል ጋዲሳን ዝኣመሰሉ ፖለቲከኛታት ዝተሳተፍሉ ፈላማይ ዋዕላ ምክያዱ ይዝከር። እዚ ዛተ ናብ ኤውሮጳ ኣምሪሑ፣ ኣብ ኔዘርላንድ ኣሚስተርዳም ድማ ዕጥቃዊ ቃልሲ ናይ ዘካይዱ ሓይልታት ወከልትን ፖለቲከኛታትን ካልኦት ኣካላትን ተሳቲፎም ኣለዉ። ናይ ፖለቲካዊ ምስግጋር ኣድላይነት፣ ናይ ፖለቲካ ሽግራት ኣፈታትሓ፣ መምርሒ ናይ ምፍታሕ ከይድን ናብ ዘላቒ ሰላም ብኸመይ ምስግጋር ከምዝከኣልን ኣዕናዊ ዝኾነ ናይ ወጻኢ ኢዳታውነትን ጽልዋን ብኸመይ ክሕለፍ ከምዝግባእን ዘተ ካብ ዝተኻየደሎም ነጥብታት መንጎ ኮይኖም ኣለው። ኣብ ዝሓለፈ ሸውዓተ ዓመታት ናይ ስልጣን ዘመኑ ናይ ኣብይ ኣሕመድ ገደብ ዘይብሉ ናይ ስልጣን ኣጠቓቕማን ኲናትን ናይ ምምሕዳር ምብልሻዋት ኢትዮጵያ ናብ ናይ ድሕንነት ቀውሲ ኣእትይዋ ኣሎ ክብሉ ድማ ኣብ ዘውፅእዎ መግለፂ ገሊፆም ኣለው። ኣገዛዝኣ ኣብይ ኣሕመድ ካብ ዝዘርግሖ ሓሳባዊ ናይ ብልፅግና ዕብየትን መከላኸሊ ሰራዊቱ ከምዘሐየለ ዝገልፅ ፕሮፓጋንዳን ወፃኢ ዘሎ ናይታ ሃገር እዋናዊ ኩነታት ዘመላኽቶ እቲ መንግስታዊ ስርዓት ብዝለዓለ ደረጃ ከምዝተዳኸመን ናይ ትካላቱ ንምፍራስ ይኢሎም ኣለዉ። እናሰፍሐን እናሓየለን ዝመፀ ነቲ ኣገዛዝኣ ዝቃወም ናይ ዕጥቃዊ ቃልሲ ምንቅስቓሳት ካብ ናይ ፌደራልን ክልላትን ናይ ድሕንነት ሓይልታት ቁፅፅር ወፃኢ ምኻዶም እዩ ክብሉ እውን ኣመላኺቶም ኣለዉ። እታ ሃገር ኣትያቶ ዘላ ወጥሪ መንግስቲ ብልፅግና ክፈርስ ከምዝኽእል ዘመላኽት ኮይኑ ኣሎ ዝበሉ ኮይኖም፣ ስለዚ ነቲ ኣገዛዝኣ ዝቃወማ ኣካላት ብናይ ሓባር ጻዕርን ምትሕብባርን መዕለቢ ተዘይገይሮምሉ ነታ ሃገር ማእኸላዊ መንግስቲ ዘይብላ ገይሩ ክወድቕ ከምዝኽእል ምርዳእ የድሊ ክብሉ ድማ ኣተሓሳሲቦም። ነዚ ድማ ተግባራዊ ክኸውን ዝኽእል ብኹሎም ኣካላት ተቐባልነት ዝረኸበ ናይ ምስግጋር ምድላዋት ኣቐዲሞም ተቓወምቲ ክሕንፅፁ ተዘይክኢሎም መላእ ህዝቢ ኢትዮጵያ ክሳብ ሕጂ ካብ ዝወረዶ ሰብኣውን ኢኮኖሚያውን ፖለቲካውን ውድቀት ናብ ዝተጋደደ ነውፂ ክወድቕ ይኽእል እዩ ብዝብል ኣተሓሳሲቦም። ነዚ ስዒቡ እቲ ኣብ ኣውሮጳ ዝተኻየደ ዋዕላ መግለጺ ቅዋም ኣውጺኡ ዛዚሙ ኣሎ። ኣብ ውሽጢ ኢትዮጵያ ድሕሪ ኣብይ ክለዓል ዝኽእል ሃገራዊ ሽግር ብምግንዛብ ዝተበታተኸን ናይ ውልቀ ምንቅስቓሳትን ኣብ ሓጺር እዋን ንኽዕሪ ዝብል ጻውዒት ድማ እቲ ቀዳማይ መግለጺ ቅዋም ኮይኑ ኣሎ። ኣብ ድሕሪ ኣብይ ዝፍጠር ፖለቲካዊ ሓቂ ሰላምን ምርግጋዕን ንኽሰፍን ንህዝቢ ዘድልዩ መሰረታዊ ዝኾኑ መንግስታዊ ግልጋሎታት ንኸይቋረጹን እዞም መርሰረታዊ ነጥብታት መሰረት ዝገበረ ንኹሉ ዘሳትፍ ተሓታትነት ዘተስፈዮ ዘላቕነት ዘለዎ ናይ ምስግጋር ስርዓት ዝመጸሉ መማረጺ ሓሳባት ክቐርቡ ዝብል ድማ ካልኣይ ኮይኑ ኣሎ። ንተመሳሳሊ ዓላማ ኣብ ኣሜሪካ ምስ ዝጠጠያየሸ ጉጅለ ተናቢቡ ንምስራሕ ውን ብደረጃ ኤሮጳ ምንቅስቓሳት ዘመዓራሪ ሓደ መተሓባበሪ ኮሚቴ ከም ዘጣየሹ ውን ገሊጾም ኣለዉ። ናብቲ ናይ መወዳእታ ዜና ምስ ንሰግር፣ ኤርትራ ንሰራዊት ሱዳን ሓገዝ ትገብር ኣላ ክብል ዳዕመ-ሰሪዕ ከሲሱ። ኣዛዚ ፍሉይ ኣሃዱ ዳዕማል ሰሪዕ ሌተና ጀነራል መሓመድ ሓምዳን ዳጋሎ ሒመቴ ኣቐድም ኣቢሉ ኣብ ዝሃቦ መደረ፣ ኤርትራ ሓገዛት ኣዘዝቲ ሰራዊት ኤርትራ ኣብ ፖርት ሱዳን ብምዃን ንኩናት ኣልፋሸር፣ ኒያላርን ኩርዱፋንን ይመርሕዋ ኣለው ብምባል ነቲ ካባ ስዕረቱ ክኽውል ይፍትን ከምዘሎ ተገሊጹ። ቅድሚ ሰለስተ ኣዋርሕ'ውን ፈኽበራን ምጉብባዕን ዝመልኦ ታህዲዳት ናብ ኤርትራ'ውን ገይሩ ምንባሩ ይዝከር። እተን ኣርባዕተ ቀንዲ ከተማታት ሰሜን ከርዶፋን፣ ኤልቦይድ፣ ኡምሩዋባ፣ ኣልራሃድን ባራን ሕጂ ኩለን ኣብ ትሕቲ ቁጽጽር መንግስቲ ሰራዊት ሱዳን ከም ዘለዋ ይፍለጥ። እምበኣርከስ ክቡራት ተዓዘብቲ ነዚ እዋን ዝደለናዮም ሓበሬታታት እዚኦም ይመስሉ ነይሮም። ብኻሊእ ዜና እስካዕ ንራኸብ ሰላም።